ሕራይ ክቡራት ተዓዘብትና ድሕሪ ዕረፍቲ ተመሊስና ኣለና ንዜናዊ ዝነበራ ንዕላም ምሳና ጸኒዕኩም ተስፋ ይገብር ካብ ዝሓለፈ ዕላላት ውን ገለ ስእሊ ወሲድኩም ክትኮኑ ተስፋ እንዳ ገበርኩ ናብ ዝቅጽል ዕላልና ክንሰግር ኢና ደጊመ ርሑስ ሓድሽ ዓመትን ርሑስ በዓል ልደትን ኣብ ውሽጥን ኣብ ደገን ከምኡ ውን ሓይልታት ምክልኻልና እንዳ ተመነኹ ሕራይ ዜናዊ

ዝበዝሐ ብሓባራዊ ስራሕ ዝስራሕ ስርሓት ከኣ ነባሪ ተዘካሪ ዘይሃስስ እዩ ዘለዎ እሞ ተረራ ሓባራዊ ስራሕ ኣብ ኣሃዱኹም ከመይ ይመስል? ብሓፈሻ ኣብቲ ስነ-ጥበብ ከ እንታይ ተራ ክህልዎ ኢልካ ትግምት? እቲ ሓባራዊ ስራሕ ዝበሃል ማለትሲ ብቐረባ ጥሎም ንኣብነትሲ ከም ታጉጅለስ ናይ መካናይዝ ኮይና ብቐረባ ኢኻ ደለኻ ብቐረባኻ ስለ ትራኸብ ከይከድካ ከይክትኣው ስለ ደለኻ እዩ ናይቲ ጉጅለ ኢልካ ዝድረኽ ደሎ እምበር ካብኡ ወጺእኻ እኳ ኩሉ ብፍላይ እቲ ሃገራዊ ደርፊ ሕጂ ሃገራዊ ደርፍስ ናይ ኩለን ጉጅለታት ኣቢልካ ኣቢልካስ ናይ ሓንቲ እያ ወይ ነታ በዓላት ነታ ግንቦት ዕስራን ኣርባዕተን እንተትድረፍ እያ ብናይ ሃገርካ ዶ ናይ ዕስራ ሰነ ተኾይና ዓይ ንኹላስ ነታ ኤርትራ እያ ስለዚ ናይ ሓባር ኣብቲ ኣሃዱ ተደረተ ጥራይ ኣይኮነን ካብኡ ወጺእኻ ትገብሮ ከማን ጽቡቕ ነገር እዩ ኩሎም ዜማ ዘየምትና ዘለዉ ኩሎም ገጠምትና ኣብ ኩሉ ደሎ ኮታ ኬንና ንዋሳእ ኢና ምስኦም ኣውና ንብል እሞ ነምጽኦም ብተምጻእናዮ ሕጂ እቲ ሓበራዊ እቲ ሓበራዊ ዱብለካ ደለኹ እኮ ሕጂ እቶም ገጠምቲ ምስቶም ገጠምቲ ትገብሮ ምስቶም ገጠምቲ ሓበራዊ እዩ ካብ ካልእ ገጣማይ ኣምጺእኻ ማንኮኣና ወይ ካብ ጋልእ ዘያማይ ኣምጺኤ ምስቶም ሙዚቀኛታት ናተይ እየ ክሰርሖ ስለዚ እዞም ላዕለዋ ሓበራዊ ማለት እዩ። ንበይነይ ድደኽሞ ነገር የብለይን ማለት እዩ። ንዓኣቶም ሒዝና ኢና ክንድና እናተተዋሳሳእና ኢና ንርኣዮም ማለት እዩ። ሕጂ እቲ ሓበራዊ'ሲ ኣብቲ ኣሃዱ እተደረተ ጥራይ ኣይኮነን። ዋላ ኣውጺእኻ ከማን ኣነ ከም ዜናዊ የምጽእ እየ ከይደ ናይ መን ኣሎ እዚ ከማን ንመን እዩ ኮታ ምስቲ ናተይ ፊት ዝገብር

እወ እቲ ገለ ገለ ግን ካብቲ ንበሎ እሞ ሕጂ ኣባል ናይዛ ኣሃዱ እንዳበልና ካብኡ ወጺኻ ካልእ ብውልቅኻ ትሰርሖም ስርሓት ኣለዉ ዶ? ሕጂ ኣብቲ ውልቅኻ ዝሰርሖ ስራሕሲ ከምቲ ኣብቲ ኣሃዱ ብሓባራዊ ስራሕ ዝሰርሖሲ ከምኡ ትሰርሕ ዶ? ዝኾነ ስነጥበባዊ ከምኡ ይጥቀም ዶ? ሕሉፍ ታሪኽ እንድሕር ተወኪስካ ዝበዝሐ ሓበራዊ ስራሕ ዝተሰርሐ ኣብ ውጽኢታዊ ዘይርሳዕ ዘይሃስስ ጦብላሕታ ዝገድፈልካ ተዘካሪ እዩ። ድሒሮም ዝመጹ ዘለዉ ደርፍታት ግን ቁሩብ ቅልቅል ኢሎም ዝጠፍኡ ደርፍታት ይበዝሑ። ቁሩብ ቅልቅል ኢሎም ምስ ዝተሰርሑሉ ኮሜዲ ፊልም ገለ ንበሎ ዝጠፍኡ ግዜ ይመጽእ ዘሎ። ስለዚ እቲ ሓበራዊ ስራሕሲ ኪኖ እቲ ብሓደ ተጠርኒፍካ እቲ ኣብ ሓደ ሃገር ሓደ ሓደ ነገር ኣኻኺብካ ትገብሮ ጥራይ ዘይኮነሲ ኣብ ደገኸ ከምኡ እንተ ዝልመድሲ ከመይ ውጽኢታዊዶ ትብል? ከመይ ይስርሓሉዶ እዚ? ተረዲኤካ ባይ ወገን ጽቡቕ ተዝስርሓሉ ምክንያቱ እዚ ትብሎ ዘለካ ይስራሕ ኣሎ ኣይስራሕ ኣሎ እሞ መጀመር ስራሕ ኣሎ ከም ኣነ ዝበሃል ኣብዚ ትዕዝብተይ እኮ ኣብቲ ኣሃዱ ኮለኻ ማለት ኣላይ ስለ ዘለካ ተጠርናፊ ስለ ዘለካ ተልእኾኻ ክትገብር ስለ ዝመጻእኻ እስራሓሉ እብል መዳ እቲ ውጽእ ኢልካ እኳ ስክፍታታት ኣለኒ ምክንያቱ ሕጂ እዚኦም ኣያታትና ወይ ድማ ዓበይቲ ኣሕዋትና ብሜላ ዝመጹ ሲ ኣነ ድደርፋ ድብል የለን ኣነ ከምቲ ታሪክ ዝሰምዑ ማለት እዩ ፍሒራ ደውፃ ድሕር ዳኣ ምስኡ ፊት ደይ ትገብር ኮይና ንዘማች እዩ ዘማች ትዝሰራሓቶ ኮይኑ ወይ ወዲ ትኩን ንኩስቶ ሙሱ እያ ፊት ትገብር ሙሱ እያ እዚ ሕጂ ደሎ ጊን ኣነ ስክፍታታት ኣለኒ ምክንያቱ ዳርጋ ንዓይ ንዓዮ ኮይኑ ስለዚ ከምቲ ተጠርኒፍካ ኣብቲ ኣሃዱኻ ትገብሮ ከምኡ ከኣ በቲ ደጊኻ ከምኡ ተትህሉ ኣነ ደስ እንዳበለኒ ንበርትዐ ከኣ እብል ምክንያቱ እቲ ዘይተመናዊ ደሎ ንኣብነት እቲ ናይ ሓባር ስራሕ ናይ ሜዳ ክሳብ ሕጂ ተመንኡ እዚ ደርፍታት ናይ ሜዳ ትምለሶ መመሊስካ እንታይ ስለዝኾነ ናይ ብዙሕ ተዋስኦ ስለዘለዎ ፕላስ ሓቀኛ ውዕሎ ስለ ዝኾነ ማለት እዩ። ውዕሎ ህዝባዊ ግንባርሲ ናይ በዓል መቐዳዊ ደርፍስ እንድሕር ሪኢኻዮ ኣስመራ ክትዓብዪ ክትህነጺ ኢኺ ግን ብደቅኺ እዩ ዝብል ወይ ድማ ሓንቲ መዓልቲ ላ ናይ በዓል ውድትኩም እንድሕር ካህዲስ ያፍሉስ ተግባራዊ ከኣ ክኸውን ወይ ድማ ዝወዓልዎ ውዕሎ ጅግንነት ዝፈጸሙ እዮም ዝነግሩኻ

ዕድለኛታት ኮይኖም እቲ ሙያ ሒዞም ምስኦም ስለ ድዓበየ ንበል ማለት እዩ ነብሲ ወከፍ ኣብቲ ኣሃዱና ደሎ ጥራሕ ደይኮነ ነብሲ ወከፍ በዚ ኣጋጣሚ እዚ መልእኽቲ ከመሓላልፍ ኣብቲ ተጠርኒፎምሉ ደለዉ ጸጋ ኮይኑ ይስመዓና ኣነ ልክዕ ቤቶም ከም ደለዉ ስለዚ እዚ ዕድላት እዚ ረኺቦሞ ደለዉ ከኣ ክሰርሕሉ ኣለዎም ብዘይ ዕጥይብጥይ ማለት እዩ ብዘይ እታ ሽሙ ከምኡ እየ ደመሓላልፍ ጥርናፈ ፍተዉ ፕላስ በዚ ኣጋጣሚ ስኽራን ከኣ ግረፉ ኣብሎ። ኣብቲ ዘመን ኣሻቕላ ቆርክስ ኣይገብሩናን ድዮም? ምኽንያቱ እንድሕር ደኣ ኣብ ስኽራና ክሳይ እንተ ክሳይ ገብረካ እዩ። የስሕተካ እዩ ኣንፈትካ ማለት እዩ። ኣነስ ኣይትስጉም ኢኻ። ህውነት የስክረካ። ቁጽ ኢኻ። ኣሃ።
ስለዚ እሳንያ ውያ ኢኻ። እግዚኣብሔር ክትፍጠር ከለኻስ ይህበካ እዩ ከም ትሓቱ እዩ ንብሎ ነበርናሲ ናቱ ተውህቦ ኣንብብ። ሕጂ ምስ ወለድና ዋላ ምስ ወለድና እኮ ውላድካሲ ኣስተውዕሎ ኣሎ እግርኻ ገለ ገለ ከለታት እንታይ እዩ ደደ ኣብ ምንታይ እዩ ደተኩር ገለስ ኣንቦቦ ምስ ኣንበብካዮ ኸኣ ኣይትጉረፎ ምኽንያቱ ናቱ ራኢ ይስሕብ ስለዚ እሳ ካብ ኮነት ትሕዝትኦም ኣማዕብልዋ ከምቲ ንኻልኣይ ግዜ ክደግሞ ኣቦይ ከም ዝብለኒ ነይሩ ዝበልኩኻ ከምኡ ኢለ ኣመሓላልፈሎም ከኣ ቀጽልዋ ክትቅጽልዋ ተኾንኩም ግን ካብታ መስመር ኣይትስሓቱ ደለኹሞ ጸጋ ኸኣ ራይዎ ማለትሲ እንድሕርዳ ኣብ ሰልጢ ብዚሒኻ ዋርድያ ምጻእ ኢሎምኻ እንድሕርዳ ቤተክስታይ ቤትኹም ኮንካ ታቦታኻ ክትስእና ኢኻ ታቦታኻ ተረኽበ ፋንጋሪ ተልእኾ ሓለፍትኻ ከኣ ክተ ክተተግብር ኣለካ ስለዚ ቦታኻ ከተውሕስ ተልእኾ እናገበርካ'ሞ በርትዑ ይብሎም ኣነ ነቶም ኣብታ ትሕተይ ምሳይ ዘሎ መሳርሕተይ ማለት እዩ

ዘሎንን ነገራት ንእግረ መገድና ሓሳብና እንተካፈልና ጽቡቕ እዩ። ራይ ዜናዊ ምናልባት ኣብታ ሃዱ ምጥርናፍካ ዝያዳ ኣብሊሒኒ ዶ እሞ ትብል ሕጂ? እወ ኣብሊሒኒ ማለትሲ እቲ ድሌት ኣብ ቦትኡ ኣሎ እንዶ ግን ከምዚ ዝብለካ ዘለኹ ገለ ናብራኽ ሳይገብረካ እሞ እስከ ጽባሕ ከርክበላ ገለ መልሳት ገለ እንዳበልካ እንታሽው ትገብር ኣብቲ ኣሃዱ ብምጥርናፈይ ግን ምኽንያቱ ዝሓተካ ስለ ዘለካ ዝሓተካ ንኣብነት

ሓደ ደቀነም ደርፍታትና ምናልባት ቅድሚ ናጽነት ዝነበረ ኣብ ግዜ ደርግ ዝተደርፍ ደርፍታት ድሕሪ ናጽነት ዝተደርፍ ደርፍታት ሃገራዊ ደርፍታት እዞም ሕጂ ድሒሮም ዝመጹ ዘለዉ ደርፍታት ኣዛሚድካ ኣየናይ እዩ እቲ መሰረታዊ ኢልካ ኣስጋብ ሕጂ ካብ ሃሳስ ካብቲ ዝኽሪ ናይቲ ወዲ ሰብሲ ዘይጠፍእ ስርሓት ትብሎ?

ሐራይ ሐራይ ጽቡቕ ምናልባት ወርሒ ቁርተይ ከዛኸ ንክንድህስሶ ክንሪኦ ስለ ዘለና ንቐጻሊ ስራሕ ውን ሓጋዚ ስለ ዝኾነ እንደ መገረ ነገር መገዶም ከኣ ስነ ጥበባውያን ስለ ዝኾንኩ ዝያዳ ነቲ ናይ ቀደም ተመሊስሉ ክትርእይዎ ዝያዳ ከምኡ ክትሰርሑ ገለ ኣንፈት ንምሃብ ዘይኮነሰ ንምዝኽኻር ኢና ዝያዳ እስኩም ስነ ጥበባውያን ንስኩም ከኣ ሞያውያን ስለ ዝኾንኩም ናባኹም ይግደፍ ሐራይ ዜናዊ ንቐጽል ዕላልና ደሓን ካብቶም ምሳኻ ኮይኖም ኣብቲ መደረ ክሰርሑ

ተስፋማርያም ድዩ ገለ ይበሃል ንኡድ ኣሎ ንኡድ ተኽለማርያም ኣብ ጀርመን ኣሎ ገዛ ዋና ወይ ብሳጉኡ ንኡድ ተዋይ ይብሉ ኣባል ሳልሳይ ዙርያ እዩ ናይ ባዕዳ ዳሃሞ ነበረ ተወሳኺ ናይ ወዲ ትካቦ ንባዕሉ ኣብ ገዛ ዋና ስለዝኾኑ ማለት እዩ ታንዳ መዲና ኣለም ወዲ ትካቦ ወተዓቢት እዩ ዝኾኑ ዘሎ ወተዓቢት እዩ እዚኣቶም ብጣዕሚ ዳርጋ ናቶም እካ ብጣዕሚ ጽቡቅ ነይሩ ን ይዝክሮ ከኣ ብፍላይ ልኡል ጥቃ ጎረቤተይ ስለ ዝነበረ ልኡል ውጽእ ኢልካ ስምዑ ኢካ ትረክብ ብብዝሒ ትረክቦ ነበርኩ ማለት እዩ ስዕስዕ ኢለ ኢለ ከኣ ን ወዲ ትካቦ ይመጸና ከም መተዓብይቲ ካብቲ ሳንታታቱ እንዳ መሊእናሎም ይመጽእ እዚ ዝዝክር ተኮይንካ ቀደም ኣባጉንዳ ድበሃል ፊደል ክትቆጽር ኮለኻስ ኣብ ቤተክርስትያን ኢና ክረምቲ ክረምቲ ንመሃር ኔርና ወዲ ካሞ ምሳይ ኣብኡ ኣባጉንዳ ምሳይ እዩ ክመሃር ኔሩ ኣባጉንዳ ኤህ ውህዞ ገለ ኣሎ ምሻሎም ዝክሪ ኣላኒ
ሕጂ ኣብኡ ንራኸብ ኢና ክራር ወቂዑ ዋላ እዚ ድፋፋም ኩሉ ሰብ ዝፈልጦ እዩ ወዲ ትካቦ ብጣዕሚ እዩ ከደቕናኒ ኔሩ ካባይ ስጉም ኢሉ ኔሩ ጽቡቕ ይኽእላ ኔሩ ምስ ልኡል ጊን ዳርጋ ማዕረ ማዕረ ኢና። ሕጂ ህርመቱ ብፍላይ ናይ ሉኡልካ ከም ዝብለካ ደለኹ ጎረባብቲ ስለ ነበርና እቲ ናይ ጋዕዳ ደርፍታቱ ብጣዕሚ እዝክሮ በዚ ኣጋጣሚ እዚ። ሐራይ ካብቲ ዝኽርኻ ዘይትፈልዮ ኣጋጣሚ ጦብላሕታ ዝፈጠረልካ እንታይ ኔሩ ገለ። ኣነ ሓንቲ ኣላ ከምዚ ናብራ ሃገረይ ትብልያ።

ደሓር ወዲ እየ ምጽኢ ብሽዑ ሓምሳ ቅርሺ ተልቂቑ ስለ ደዛኻኸርካኒ እየ ክነብዕ ጸኒሐ ኣይትሓዘለይ ተንኪፍካኒ እየ ኢሉኒ ከይዱ እንታይ ኮይኑ ንሱ ንዝጋብሔር ውን ከምዝን ከምዝን ኣይብለንን ተንኪፍካኒ ናይ ውሽጠይ እየ ክነብዕ ጸኒሐ እሞ ኣይትሓዙኒ ኢሉ ለቂዐለይ ከይዱ ማለት እዩ ስለዚ እንታይ ነይራ ትቕጽል ደርፊ

ስራሕ ሰሪሖም ገለ ነገር ኣጋጢሙ ነታ ነገር ዝገልጸሉ ደርፊ ድዩ ዜማ ድዩ ዘርጊሑ ዘርጊሑ ነታ መልሲ ተረኪባቶ ነታ ኣጋጣሚ ዘውጽኣ ሰብ መልሲ ረኪብላ መሰል ምስ ረከበላ ግን እታ ደርፊ ኣልዩዋ ካብ ካብቲ ዘርጊሕዋ ዝነበረ ሕጂ ሰባት ዝደርፍዎሲ ንስለ ነብሶም ጥራይ ድዩ ንስለ ስነ ብዙሓት ውን ክኾን ኣለዎ ስለዚ ነዚ ኣጋጣሚ ረኺብካዮ ዘለካ ውን እኮ እታ ዝተደረፈት ደርፊ ልዑል ገለ ጥርናሕታ ሂባቶ ኣላ ስለ ዝሰራሕናዮ ስራሕሲ ንዓኻ ጥራይ ዘይኮነስ ንኹሉ ስለ ዝኾነ ገለ ስምዒት ፈጢራትሉ ትኾን እያ እሞ ንዓና እሞ ከኣ ስምዕና እሞ ዝያዳ

በዚ ኣጋጣሚ እዚ መድሃኒኣሌ ኣንተዮም ገለ ዝክልኪ ኣቢሑ በዚ ኣጋጣሚ ትዝክሮ ኣለካ ምናልባት ኣብዚ መደብና ትካታተል ከም ትህሉ ተስፋ ይገብር እኔ ዝያዳ ንስካ ውን ፍሉይ ጦብላሕታ ፍሉይ ሞያዊ ዝክሪ እንደገና ትገብሮ ነገር ነበርካ ነገራት ብዙሕ ነገር ክህሉ ይክእል እዩ ኣብ ሲነማ ሰመረ መጺካ ተመኩሮካ ገለ ክተካፍለና በዚ ኣጋጣሚ ብስም ዜናዊ እሓተካ ዝያዳ ኣብቲ ዘይዘኮሮ ዜና ውን እንተሎ ውን ኣው እንተገዲፍካና ኣብ ቀጻሊ ንዕብሎ መደባት ክንዝክሮ ኢና ስለዚ ደጋጊምካ ትዝከር ኣለኻ እሞ ኣብቲ ዘለኻዮ ሃገር ከሞ ገለ ፍሉይ ነገራት ክህልወካ ይኽእል እዩ ኣብ ሲነማ ሰመረ መጺኻ ገለ ነገር ክተዕለና ተስፋ እገብር እሞ ንቐጽል ናይቲ ወዲ ከይንርስዓ ኣይተረስዕና ናብ መድሃኒኖስ ግን ኣይተረስዕና።

ብጣዕሚ እዩ ዝነብዕ ኔሩ።
ሕራይ ክቡራት ተዓዘብትና ምናልባት እታ ደርፊ ክሰምዕዋ ጸኒሕኩም ኣለኹም ትሕዝቶኣ እንታይ መቐረት ኮይንካ እንታይ መልእኽቲ ተሕልፍ ዝያዳ ነቶም ኣብ ርሑቕ ኬንኩም ትከታተሉና ዘለኹም ተዓዘብትና ዝያዳ ዓቢ መልእኽቲ ሂቡ ከም ዘሎ እየ ዝኣምን ምናልባት እቲ ወዲ ክሓልፍ ከሎ ጠቂዎ ኔሩ እዚኣ ውን ንዓኹም ገለ ፍሊጦም ላሕታ ኣብ ሓድሽ ዓመት ከም ትፈጥረልኩም እምነተይ ልዑል እዩሞ ምናልባት እዚኣ ውን ካሕሳይ ኣጋጣሚ ኣብ ትረኽብሉ ግዜ መልሰ ግብሪ ናይዚኣ ኣይክሰኣኖን ትኾን ኢለ እየ ዝኣምን እሞ ናይ ቴሌፎን ኣድራሽኡን ኣብ ታሕቲ ደልና ምናልባት ኣብኣ ሓሳብ ርኢቶ እንተሎ ያው ክወሃብ ይከኣል እዩ ማለት እዩ። ሕራይ ዜናዊ ንድሕሪት ኢና ክንምለስ ሕጂ ምናልባት ኣንተ እኮ ትንክፍክፍ ኣቢልና እንዲና ኣቋስል ኢና ኣቢልና ግን ስለዚ ንልዕሊ ድሕሪት ንልዕሊ ዒስራ ዓመት ኢና ድሕሪት ክንምለስ መድረኽ ሃገራዊ ጉባኣት ኣሎ ኩነታት ትምህርቲ ኣሎ ግን ናብ ሃገራዊ ኣገልግሎት ምውራድካ ኣብ ገዛውትኻ ትገብሮ ምሳሕ ምስ መትዓቢትኻ ነገራት ብዙሕ ነገራት ኣሎ ስለዚ እቲ ቀዳማይ ጋዕዳን ኣሃዱን ከመይ እዩ ማተይ ናይ ጋዕዳ ናተጻወትካ ኣብ ኣሃዱ መደብ ናይ ምዝንጋዕ ይግበር መደብ ናይ ውን ይግበር ገደ ኣጋጣሚ ፈጢርካ ኣብ ናይ ማእቶት ገዳይ ይግበር ከምቲ ዝሓለፍናዮ ስለ ዝኾነ

ሕጂ ኣነ ማለት ነዊሕ ዓመት እየ ገለ እቲ መካናይዝ ከም ዝበልኩኻ ክራር እንድሕር ዳሕስካ ኩሉ እቲ ዶሎ ተኣኪቡ ድሕሪ ድራር ድዩ ድሕሪ ገለ ኮታ እቲ ዋርድያ ደይብሉ ወይ ድማ ዋርድያ ኣብ ደይኑ ከይተበገስ ከዋልካ ሰዓታት ከይኣኸለኻ ኮፍ ኢልካ ኣብ ክራር ኢኻ ካልእ የለን ራት እከብ ሕጂ እቲ ገሊኡ እቲ ናይ ኣስመራ ዓባይ ናይ ከተማ ጽልዋ ዶሎ ልክዕ እቲ ናይ ጋዕዳ ይደሊ ራሄለይ ዎዎዎዎ መሓልባ ሳቢታ ገለመለ ገለ ይደሊ እቲ ገጠራዊ ደሎ ከኣኒ ከምኡ ናይ በዓል ወዲ ትኹል ይደሊ ገለ መደታት ይደሊ ገለ ከምዚታት ሕጂ ኣነ እዝጋብሄር ይመስገን ምስ ኩሉ ምስ ኩሉ እንታይ ይበሃል ቾኬ እቶም ናይ ከተማ ደርዩ እታ ናይ ከተማ ነናቶም ህቦም መደ ማለት እዩ ከከም ተውህቦ ከከም ተውህቦ
ነቶም ናይ ታሽሙ ከ ሓጅኻ ከምዚያ ናይ በዓል ወዲ ትኹል እያ ፈጨውያ ሓጅኻ ከምዚያ ናይ ናይ ኣፍቀርቲያ እንዳበልኩ ኢና ከይድ ነይረ ኣነ ዝሰዓበሲ ኣብ ኣጋጣሚ ዕላል ክኾነና ክሰፍሓልና ኣብ ቴስዓን ሓሙሽተን ስም ማእቶት ወፂና ኣብ ኣቑርደት ክረምታዊ ማእቶት ክረምታዊ ማእቶት ሕጂ ዋላ እውን ከዓ ከምኡ ኣሎ ኩላና ኣብ ክረምታዊ ማእቶት ጌና እቲ ወዲ ኣስመራ ናይ ከተማ ደለዎ ጀምዓት እዩ ድኸውን እቲ ከዓ ሕጂ ኣብቶም እዞም ኣሕዋትና ሃገረሰብ ደለዉ ግን በዚ ናይ መንዳፈራ ድመፃ እቶም መንዳፈራ ብሓደ ቤት ትምህርቲ እዮም መፂኦም ብሓደ ናይ

ሕጂ ምስ ኩሎም ሕጂ ደሓር ምስ መጻና ክረምቲ ኣብ ገዛውትና ሳሙኤል ሊሊ ንብሎ ነብሱ መሓሮ ብሕማም መይቱ ካብዛ ሃገር የለን ኣብ ዓረዛ ነይሩ ሕልፎት ዓረዛ ከይድና ሽኩራ ክንወቅዕ ገዛ ማንዳ ቡናይና ሕልፎት ከይድና ኣብኡ ሕጂ ኩላ ኣብኡ ዝነበረት ኣብኡ ትጸንሓ እታ ብማእቶ ትምህር ሕጂ ብምሉኦም ተቀዳዲሙ ይብሎ ሕልፎ ምስ ወዳና ምሳይ ድሓድር እቲ ሓደ ጸባ ኣምጻለይ እቲ ሓደ ቅጫ ኣነ ምሳይ ክገልብጥ ምሻሎ ሓደ ከምዚ ዓቢ ነገር ገለ እንታይ እዩ እዚ ንዓይ መልእክቲ ዓቢ ስጋዕ ሕጂ ምሳይ እንክሳ ኮይነሉ ኣብኡ ስለ ዝሪኢክዎ እቲ ብልጭኡ እዩ ማለት እዩ ተግቢረዮ እቲ ብልጫ ከኣ ክሳዕ ሕጂ ከምኡ ይኺደኒ ለካ ከምዚስ ከምዚ እዩ ስለዚ ሰብ ኣበይ ረኽቦ ኣይበሃልን እንድዩ በታ ናቶም ስለ ዝኸዶም ነበሩ ኩሎም እፍ እፍ ብሉኒ ነይሮም ማለት እዩ

ሳሚ ጆና ክራር ሒዝካ ውጽእት ኢልካ እካ ኩሎም ዋላ እቶም ቆልዑት እና ኣብ ናሽቱ እኳ ሰሪቲ እክል ደምጽኻ ኮፍ ይብሉ ስለዚ ኣሎ እቲ ወኒ ሃገራውነት ኣሎ ተገይረሉ ኩሉ ኣሎ ሕጂ እሱ ስለ ዝኾነ ኣብቲ ናይ ማእቶት እሱ እዩ ክፋል ናይቲ ሃገራውነት እዩ ናብ ማእቶት ናብ ሳዋ ገጽካ ተሳጋገረሉ ወይ ድማ ናብ ሰራዊት ገጽካ መባእታ እኳ እታ ክረምታዊ ማእቶት ተሓርናሚ ከሳጋገር ናብቲ ቦቕዕ